ሕጂዩ እቲ ግዜ ሕጂዩ እቲ ግዜ ምስ በያይ ትስክት ተጓየ ህድሞዩ ክፈርስ ህድሞኻ ገዛዩ ክካላበት ገዛኻ መሬተዩ ክድፈር መሬት ዓደቦኻ ትማሊ ተኸፊሉ ትንፋስ ንሃገር እቲ ዘይርሳዕ ኮወቱ ዝዝከር ሎሚ ድማ ድቃስ ስኢኖም ሰላም እንከይወርድ ኩሎም ሃቂኖም ሰለም ከይበሉ ሓድሕዶም ፍቅሪ ጓና ጸልይዎ ህዝበይ ሕጂ እቲ ግዜ ሓወይ ሓፍተይ ጥርናፈይ ዘጥርዓ ነዛ ሓላል መሬተይ እወ እወ ሕጂ እቲ ግዜ ሕልና ኣይንተዓዘብ ብጓና እንዳተደፈርና ሰላምና ዝዘርጉ ዘለዉ ሰላም ቤትና ከም ተኹላ ቆርበት በጊዕ ዝተኸድነ ከም ርግቢት ሰላም ሰሚ ህዝቢ ዘየቕሰነ ክሳብ ዝድብር ርእሱ ዘድነነ ዕላምኡ ክሃርም ሓዊ ኣብ ሓሙኽሽቲ ዝቀበረ መዝሙር ሰላም ዘሚሩ ሰላም ስድራ ትሕቲ መሬት ዝቀበረ ሕጂ እቲ ግዜ ኢደ ኢድካ እታ ይዒልካ ጠለማ ኣደ ስውእ ከይትጠርፍ ኣብ ፈቀዶ ጫካ ንቓሕ ኣንደታኽ ህዝቢ ባይታ ኣይትፍጠር ንመንጎኛ በሃሉ ኹን እንቢ እንታይ ከይህሉ ካብ ህዝቢ ዝዓቢ ሃገር ህዝቢ እዩ ግርማኣ ህዝቢ እዩ ትማሊ ዝሓለፈም ኮሎ ውዑይ ሃይሊ ዝሓለፈ ትንፋስ ንሃገር ዝሓሊ ንመሬት ዓደቦ ክቕንጽል ንኸታሪ ስዉኣት ተሰምዮም ዝኣተዉ ፊልሚ ንድሊ። ናጽነት ኣረኪቦም ሒቦም ዘዝሓሉ ነድሊ። ክትኸይድ ግን ነዚኦም ረሲዕካ ቃል ቃል ትማሊ በሊዕካ ኣይንቕበሎን ብድጋመ ወዲ ስዉእ ክጠፍእ ብጅግና ኣቡኡ ነቢዕናስ ብኡ ክንነብዕ ኣይንሃብ ኢድና ሰላምና ክጋደም ሕሉፍ ኲናት ኣብ ሎሚ ክድገም ክበርስ ዝተሃንጸ ከም ትማሊ ተመሊሰ ክስእን ኣብ ቤተይ መጽለሊ ኣይንቕበሎን ኢና ኩናት ሎሚ ኣይንረስዓዮ ኣለዉና ስንኩላን ንሃገር ዝኸፈሉ ዓይነ ስውራን መን ክስከሞም መንከ ክመርሖም ዕሸላት ደቆም ካብ ሕቕፎም ተወሲዶም ኣብ ወፈራና ግቡእና ይተወጻና ኣብ ዘይወፈርና ግን ኣይንኹን ጉልባብ ጓና ዓገብ ንበል ንሃብ ቃልና ካብ ንሰምዕ ሓደሽቲ ስውኣትና ንጓዮ ከሎ ጌና ቃልና ንሃብ ዓለም ክትሰምዓና ዓገብ ዓገብ ንበል ኣይንኹን መለበሚ ንጠንቀቆሉ ንዝርጉም ሰልሚ ሕጂ'ቲ ግዜ ጥርናፈ ኣይንንጸጎ ሓድነት እናእወየ ንቀራረብ ሕጂ'ቲ ግዜ ንበሩለይ'ባ ንበሩለይ'ባ ኣበይ ከም ዘለኹን ሰበይ ናባይ ገጾም ከይትኩሱለይ እወ ንገሩለይ ነቦይ ዝወሰድዎ ብእርጋኑ ካብ ቤተ ክርስትያን ምስ ጋውኑ ዘዕጠቅዎ ከጥፍእ ምውልዱ ንጎርለይ ወካላሽንካ ኣንፈታ ቀይረላ ንዓይ ኢኻ ክትረክብ ነዛ ነብሰይ መሕብኢ ዘይብላ ኣይትተኮስ በልዎ ጸገማ ኣኽላ ኣብ ኣብ ኩሉየ ዘለኹ በልዎ ነቲ መማህርተይ ዘዕጠቕዎ ትማልዎ እቲ ትማሊ ኣብ ሜዳ መቓትልትኻ ንሶም እዮም ዘትረፍዎ ነቲ ውፉይ ዓርክኻ ሎሚ ድማ ምስኦም ኢኻ ሓቢርካ ክተጽንት ፍረ ዘርእኻ ንጎርለይ ንጎርለይ ኣነየ ዘለኹም ሽረ እንዳስላሰ ይጽዕር ንናብራኻ ይጥዕም ናብራ ክስዕር ተቃሊሰ መቐለ ውን ኣነየ ዘለኹ ርሑቕ ዘይኮነ ዓድግራት ውን ኣነየ ዘለኹ ኣነ ኣብ መዓስከራት ሕንጻጽ ዓዲ ሓበሽ ምስ መዓይኒ ሽመልባየ ዘለኹ ሓደራ ረኣየኒ ንገሩለይ ንገሩለይ ነታ መማህርተይ ዕሸል ዝነበረት ኣብ ዘይዕድመኣ ካላሽን ዝተሰከመት ናባይ ገጻ ከይተቕንዓታ ብረት ከይኮና ደሓር ዘይወሓጥ ምረት በልዋታ ትኽም በልዋታ ትንፋስ መሓዛኺ ኣበይ ከም ዘላኺ ትፈልጢ ዲኺ? ኣብኡ'ያ ዘላ ኣብቲ መዕቆቢ ስፍራ ኣብ ትግራይ ተዓቂባ'ያ ዘላ። ሰጊኣታ ሓድር ከይትምንጠል ብሰናትኣ ክልተ ሞት ከይኮና። ንገሩለይ ኮታ ንኹሉ ሰበይ ዝግደስ ባህላውነተይ ናባይ ገጾም ከይትኩስለይ። ንገሩለይ ብፍላይ ነቦይ ኣይትጨክነላ ነደይ ኣይትፍረዳ ክትከውን ከም ዓባየይ። ኣይትፍረዳኡ ክትከይድ ንሻቖለታ ከይረኣየትኒ ምስ ናፍቖታ ብኣኻ ከይጠፍእ እዩ ስግኣታ ኣይትርስዕ ትማል ወፊርካ ሃገር ከትርፍ ነቶም ምሳኻ ዘለዎ ሳጒካ ናጽነትካ ዝርፍ ምስኦም እዩ መኺሩ ንዓይ ከትጥፍእ ኣይትዳህልሉ ዘርእኻ ከይጥፍእ